ኣይትሰንብዱ ቢንያም ይበሃል ኣቶ ሰሎሙን ወይዘሮ ኤልሳቤጥ ምስ ስራሕ ኣውቲስትነት ካብ ኣማኑኤል ተላኢኸ ዝመጻኹ እየ ሬታ ዝወዲ ኮፍ በልበል ቅድም
ቀኒለይ
ንወርሒ ከምቲ ዝበለካ እዩ ፅቡቕ ትምህርቲ ኣለካ ዶ እወ ንኣውቲስትነት ዝምልከት ክሳብ ኣፍንጫ እዩ ተበልኩ ምናልባት ምግናን ከይመስለኩም ንቀለም ዝምልከት ግን ብዙሕ ኣይኮንኩን። በዓል ሓዳር ዲኻ ከዚ ወዲ?
በዓል ሓዳር ዲኻ? ኦሮማይ ካብ ሎሚ ስድራ ስለ ዝኾንና ኢና ኣቕሪብና ንሓተካ ዘለና። እወ ማለተይ ኣቦ ሓንቲ ቆልዓ እየ በዓል ሓዳር ከኣ እየ ነይረ ግን ሰበይተይ ካብ መዓልቲ ናብ መዓልቲ ጠባያ ከም ስዋ እናመጸጸ ስለ ዝመጸ ኣብ ፍትሕ በጺሕና

እዚ ስእሊ እዚ መን ስኢልዎ ይኸውን? ኣነ ከምዚ ዓይነት ስእሊ ከፀልለኒ እዩ ዝደሊ።
እዋእ ንዓይ እውን ደስ እዩ ዝብለኒ እ ስድራኻ ኣብ ከመይ ዝበለ ድዮም ዝነብሩ? ፅቡቕ ሕቶ እዩ ኣቶ ሰሎሙን ስድራይ ከም ዝዝከረኒ ብድኽነት ዝተቖራብዑን መከራ ዝበዝሖን ዕግርግር ዝነበሮን ሃዋህው እዩ ነይሩ ብሓቂ ከምዚ ዓይነት ህዱእ መንፈስካ ዘርግእ ገዛ ንመጀመርታ ግዜ እየ ዝሪኦ ዘለኹ እንተበልኩ ምግናን ኣይኮነን። ኣብኡ ብንቡር ኣይትትስእን ኔርካ። ድምጺ ጨራሩ ካብ ዘይንትስእ ነዊሕ ጌርና። ልክዕ ከምዚ ወጋሕታ ቀዳም ዕግርግር ዝበዝሖ ቆልዑት ከም ዝቆንጡኻዮም ኡኣእ ኡኣእ እዩ ኔሩ። ዋላ ሓንቲ ነገር እዩ ዕረፍቲ ዝበሃል ነገር ዘይነበሮ ገዛ። ብዝኾነ ረቢሸ ከይከውን ይቕሬታ። እንድሕር ወዲኡ ኮንኪ ክንከይድ ንኽእል ኢና። ኣብ ማኪና ጽናሓኒ።
ኣብ ማኪና ጽናሕ። ኦኬ ኦኬ ይቕሬታ ምናልባት ረቢሸ ከይከውን ስለ ዝሓተትኩምኒ እየ ከኣ መሊሰ መስለኒ እምበር ዘረባ ምብዛሕ እውን ሕማቕ ኣለኹ ብጣዕሚ ሕማቕ ኣለኹ ኣይደግመን እዚ ጉዳይ ከይድ ኣቦ ኣታ ወደ
ከይኳሕኳሕካ ዲኻ ዝኣቱ ኖ ተኸፊቱ እኮ ይጸኒሑ ዕፁ እንዲ ነይሩ ተኸፊቱ ኣሎ እምበር ክልተ ኣፍ ደጊኡ ከማን ተኸፊቱ ኣሎ ኣለዉ ዶ እዞም ስድራ ኣውቲስታይ ኣለዉ ዝያዳታ መኪና ንሳ ወ

ሽድ በሊ ሎምስ ኣውቲስታ ኢሎም ኮማንዶ እዮም ቆጺሮም። ኣታ ባዘንበር ሃሪምካ

ኣታ እንታይ እዩ ዝኽሉ ወዲ ጥልያን ገለ እኮ ዓቢልካ ሓቀይ ፎንደ ጥልያን ሓበሻ ናበይ ምስ ከደ
ቁማር ተላዒብኪ የለን ቁማር ቁማር ተጠንቀቕ ካብ ዝጎድፎ ክንደይ ገይረ ኣለኹ እንድሕር ረኺብካዮ ግን ብንያም ሓሪቑ ተቐይምልካ ኣንፀርፂርልካ ስለ ዘሎ ኣብ ቅድሚኡ ከይትፀንሖ ኢልካ በሎ

ዓሰርተ ደቂቕ እየ ክኸዶም ጌታይ ዳኸረ ንሱ ዝናሃልካ መጀመርታ ደዊልካ እንቋዕ ኣብ ቃዓክ ስለ ዘይበልካ ንኸይተቕየምኩልካ ኣይተረፍኩን ካልኣይ ድማ ከም መማኽርታይን ኣውቲስታይን መጠን ቅድመ ብዙሕ ዝረኣኻ ስለ ዝኾንካ ካብኻ ዝደልዮ ነገር ኣሎ። መጀመርታ ደዊለ እንቋዕ ናብ መበል ዕስራ ዓመትኪ ኣብቅዓኪ ከይብል ገንዘብ ወዲኣ ሞባይለይ ገረውረው ስለ ዝበለት እቲ ካልኣይ ክኣ ከማኽረካ ከማኽረካ ካብ ኣውቲስታ ናብ ናይ ህዝቢ ጉዳይ ጸሓፊ ዶ ኣሰጋጊርክናኪ እወ ከማኽረኪ ከማኽረኪ እትደልይዮ ነገር ሓቂ ሓሽ ምልክዕቲ ኢኺ ጽብቕቲ ኢኺ ሽኮሪና ኢኺ በቃ ምውጽእ

ኣበይ ሰልጣ ኣካይልካ ንዕዚ ኣብ ገዛውትና ኢና ኢለ ኣብ ገዛውትና እዛ ቆልዓ ዝኾነ ነገር መስተ ስለ ዘይትሰቲ መስተ ኢሉ ድሕር ኣገዲድካ ተኪላ ትብል ተኪላ መስተ ደይኮነ ማይ ማለት እዩ ፃዕዳ ስለ ዝኾነ ማይ ጌርካ ክሳብቲ ዝቕውት ትባዕ ስለዚ ክንድቲ ናይ ዳፒ ዝኾነካ እዚእን ሓዘብ
ኣቤካ ኣለውና
ዕዱም ዲኻ ይቕሬታ
እንታይ ይመስል ፅብቕቲ እንተዝፈልጥ እኮ ይመሓተት እሞ ሕቶ ክንዲ ዘምፅእ ኮይኑ እንታይ ኣብዚ ገንበርና ዕዱም እዩ ዝብል ክንፅሕ ወይ እንተለክ ክዳንፅል ከይሰንብድኻ ኣውቲስታን ሄርሜላ ይቕሬታ ስለዘይፈለጥኩ እኮ ኣምፀልካዮ ዝሓርከይ ዕዱም ዲኻ ኣንታ ዕዱም ዲኻ ዝብል ሕማም ዲሒዝኩም ወይተረ እየ እንታይ ነብሲ ስኮን እንጀራና ኣነ ከ ንምንታይ እሰርሕ ሱስ ኣይፈለጥኩን ኣተ ጫ ኣተ ተብሎ እንታይ ደሊን ደጋጊሙ ዝድለለ ዘለኩ ገሪሙኒ እዩ ዘሎ እንታይ ደሊኒ ኣይ ሄርሜላ መን እፈልጥ ብፍቕሪ ዝበሃል ሕዱር ሕማም ተጠቂዑ ኸውን ምሽክናይ
እሞ ከም ገለ ኢሉ እኮ ብዛዕባ ፍቕሪ ተንቢየለይ ዘይፈልጥ ንኹሉ ድዩ ፍቕሪ ዘለፋልፍ መሲሉ ንገሊኡ ንከም በዓል ኣዶናይ እኮ ከምዚ ሕትሞ ዕትሮ ርኢክለ ሕትም ኣቢሉ እዩ ሱቅ ዘብሎ። እሞ ንስካ ምሳና ዘይተምሲ። ኣይጥዕመን እዩ ዝሓፍተይ ሕጽቦ ኣለኒ ኣብ ገዛ። ስምዕን ዶ ሄሪ ብዙሕ ግን ካብ ገዛ ወጻኢት ኣይኮንክንን ሓቂ? እንተድኣ ሄሪ ኢልካኒ። ኖው ብካልእ ኣይኮንኩን ሄርሜላ ኢልካ ካብ ፕሮሉንጋ ምጥቃም ሄሪ ኢልካ ኣሕጽሮ ተቃልል። ከም ዝረኣካዮም ገዛና ብዙሕ ክወጽእ ኣይደልን እየ። ናብ መሓዙተይ ክማን ንጋድ። ስለዚ ምስ መሓዙትኪ ሻሂ ንምስታይ፣ ምስ መሓዙትኪ ንምዕላል ብምኽንያት ብጥውይዋይ ክትወጺ ማለት እዩ። ኡይ ተወጺዕኺ እንዲኺ ደኣ። እዚ መዓልታዊ ምውጻእ ግን ክቕጽሎ እዩ። ምኽንያቱ ዝመጽእ ዘሎ ሰንበት መበል ዕስራ ዓመተይ ከኽብር ስለ ዝኾንኩ። ኣእ! እንታይ ደኣ ኮንካ ትስሕቕ? ኖኖ ብኻልእ ኣይኮንኩን ኣነስ ልክዕ ኣብታ መበል ዕስራ ዓመት ተብዕልላ ሰንበት ጓለይ ከኣ ንበል ሓምሻይ ዓመታ ንምብዓል ይጓየ ስለ ዘለኹ እየ። እሞ ጽቡቕ ኣጋጣሚ ሃይ ምበር። ቢኒ።